ሰላም ከመይ ጸንሑ ክቡራት ተኸታተልቲ ንሎሚ ሰሉስ ሸውዓተ ማዝያ ክልተ ሽን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንደብታቱ

ዝብሉን ካሊእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኢራን ብሓንቲ ለይቲ ክትጠፍእ ከም ትኽእል ኣሜሪካ ገሊጻ። ፕረዚዳንት ኣሜሪካ ዶናልድ ትራምፕ ንናይ ኢራን ኩነታት ኣመልኪቱ ኢራን ናይ ኣሜሪካ እማመታት ዕሽሽ ኢላ እንተቐጺላ ኣብ ሓደ ለይቲ ክትጠፍእ ዓቢ ተኽእሎ ከም ዘሎ እውን እታ ትጠፍኣላ ለይቲ ሎሚ ሰሉስ ክትከውን ከም ትኽእል ገሊጹ። ትራምፕ ነዚ ዝሓበረ ነቲ ኣቐዲሙ ናብ ኢራን ዘቕረቦ ዓሰርተ ሓሙሽተ ነጥብታት ዝሓዘ ናይ ሰላም እማመ ድሕሪ ምንጻጋን ናይ ገዛእ ርእሳ ካልእ እማመ ድሕሪ ምቕራባ ምዃኑ እውን ምንጭታት ይገልጹ ኣለዉ። ኢራን ከም ግብረ መልሲ ናይቲ ብመንገዲ ፓኪስታን ዝቐረበላ እማመ ብምንጻግ ናይ ኣርብዓን ሓሙሽተ መዓልታት ተኹሲ ደው ናይ ምባል ስጉምቲ ዝሓዘ ናይ ገዛእ ርእሳ እማመ ከም ዘቕረበት ሓቢራ'ላ። እስራኤል ኣብ ልዕሊ ሉኣዊ ቦታታት ሊባኖስን ቃዛን ተካይዶ ዘላ ቀጻሊ ደብዳባት ክቋረጽ፣ ንሓዋሩ እውን ደው ክብል ዝብል ዝርዝር እውን ዝርከቦ እቲ እማመ፣ ኣብ ውሽምጥ ፋርስ ዝርከቡ ናይ ኣሜሪካ ወተሃደራዊ መደበራት ክፈርሱ ዝብል ኣዝዩ ከቢድ ብድሆ ዝሓዘ እማመ ከም ዘቕረበት እውን ተሓቢሩ። ኢራን ንመጻብቦ ሆርሙዝ ከም ዋንነታ መጠን ድላያ ኣገባብ ክተመሓላልፍ ክትክተልን መራኽብ ኣክፊላ ንክትሐልፍ ክፈቕዳ

እማመ ምዃኑ ይንገር። እዚ ከምዚ ኢሉ እንከሎ ድማ፣ ኢራን ወተሃደራዊ ሓይላ ገና ድልዱል ከም ዘሎ ዘርኢ ስእልታት ምዝርጋሓ እውን ይግለጽ ኣሎ። እቲ ኣብ ትሕተ ባይታ ዝርከብ ኣማኢት ሚሳኤላት ሻሓድ ዝተባህላ ድሮናት ዘርእይ ስእለ፣ ሓደ ካብቲ ኢራን ኣለዋ ክበሃል ዝጸንሐ ናይ ትሕተ ባይታ ዕቑር መዋግኢ ሃብትታት ምዃኑ እውን ይገለጽ ኣሎ። ኣሜሪካ ወተሃደራዊ ኣጽዋር ኢራን ከም ዝተዳኸመን ብድሕሪ ሕጂ ኢራን ነብሳ ንምክልኻል ዘኽእላ ሓይሊ ከም ዘይብላ ክትገልጽ ዝጸንሐት ኮይና፣ በዚ ሕጂ ዝረኣ ዘሎ ስእልታት ግን ኣብ ኢራን ዝካየድ ኲናት ቀሊል ከም ዘይከውን ክትርዳእ ከም ትኽእል እውን ይሕበር። እዚ ከምዚ ኢሉ እንከሎ፣ ናይ ኢራን ሚኒስተር ወጻኢ ጉዳይ ኣብ ዝሃቦ መግለጺ፣ እስራኤልን ኣሜሪካን ነቲ ኣብ ባይታ ዘጋጥመን ዘሎ ስዕረት ንምኽዋል ዕላምእን ታርጌትን ዘይብሉ ቅንጸላታት ይፍጽማ ከም ዘለዋ እውን ገሊጹ። እስራኤልን ኣሜሪካን ኣብ ባይታ ምዃን ኣቢና ከይብላ ኣብ ልዕሊ ሰላማዊ ህይወቶም ዝገብሩ ሰላማውያን ሰባት መጥቃዕቲ ምፍጻሞም እውን ዝሕብር እቲ ሚኒስተር ኣርጋቺ መግለጺ ኣሜሪካን እስራኤልን ናይ ዓይኒ የብለይ ስኒ የብለይ ቅንጸላታት የካይዳ ከም ዘለዋ ገሊጹ። ኢራን ካብ ናይ ውሽጢ ሃገራ መጥቃዕቲ ሓሊፉ ኣብ መርከብ ኣሜሪካ እውን መጥቃዕትታት ተብጽሕ ከም ዘላ ክትገልጽ እንከላ ሓይልታት ኢራን ንሓንቲ ኣምፊብያን ዝዓይነታ ኣብ ማይን መሬትን ተጥቅዕ መርከብ ኣሜሪካ ከም ሰጎጋ ገሊጹ ኣሎ። ማእከላይ ትእዛዝ ኣሜሪካ ኣብ ዘውጽኦ መግለጺ፣ እቲ ናይ ኤራን መግለጺ ካብ ሓቂ ዝረሓቐ ምዃኑ ክሕብር እንከሎ፣ መርከብ ኣሜሪካ ዝኾነ መጥቃዕቲ ከም ዘይበጽሓ ናይ ኢራን ሓይልታት ኣጥቂዖም ካብቲ ዓስኪራትሉ ዘላ ከባቢ ከርሕቑዋ ከም ዘይከኣሉ'ውን ብተወሳኺ ሓቢሩ ኣሎ። እዚ ከምዚ ኢሉ እንከሎ፣ ኢራን ኣብ ልዕሊ እተን ናይ ኢራን ኲናት ዓለማዊ ጽልዋ ከም ዝህልዎ ገይረን ዝርከባ ናይ ፋርስ ሃገራት ክተካይዶ ንዝጸንሐት መጥቃዕቲ ነዳዲ ከም ዝወሰኸትሉ ይሕበር ኣሎ። ኢራን ኣብ ልዕሊ ኩዌት ሓድሽ መጥቃዕቲ ዝኸፈተት ኮይና፣ ኣብቲ መጥቃዕቲ ሽዱሽተ ሰባት ከም ዝቖሰሉ'ውን ተሓቢሩ ኣሎ። ኣሜሪካን እስራኤልን ኣብ ልዕሊ ኢራን ንዘካየድዎ መጥቃዕቲ ኢራን ኣብ ጎረባብቲ ሃገራት መጥቃዕቲ ብምፍጻም መልሰ መጥቃዕቲ ክትፍጽም ዝጸንሐት ኮይና፣ እቲ ናይ ኤራ መጥቃዕቲ ዝያዳ ጸቕጢ ኣብ ምፍጣር ዝለዓለ ተራ ይጻወት ከም ዘሎ እውን ብተወሳኺ ይንገር። ኣብ ጎረባብቲ ኢራን ንዘሎ መዓስከራት ኣሜሪካ ቀንዲ ዕላማ ኢራን ምዃኑ ዝሕብሩ ናይ ኢራን ምንጭታት፣ እቲ መዓስከራት ስግኣት ልኡላዊ ኢራን ምዃኑ ከስምርሉ እንከለው፣ ነቲ መዓስከራት ምጥቃዕ ማለት ኣብ መሬት ኣሜሪካ ከም ምጥቃዕ ከም ትቖጽሮ ትሕብር። ኣሜርካ ኣብ ኩለን ምስ ኢራን ዘዳውባ ሃገራት ወተሃደራዊ መዓስከር ከም ዘለዋ ዝፍለጥ ኮይኑ፣ ኣምሳያ ናይቲ ነተን ሃገራት ንምክልኻል ትህቦ ወተሃደራዊ ደገፍ፣ ነዳዲ ናይተን ሃገራት ብባጤራኣ ጥራይ ናይ ምውሳድ ግዴታ ከም ዘንበረትለን እውን ብተወሳኺ ይግለጽ። ምሕዝነት ኣሜርካ ኣብ ሕቶ ምልክት ኣብ ዝኣተወሉ ግዘሎ ግዜ፣ ትራምፕ ንኣባላት ኔቶ፣ ኣውስትራልያ፣ ጃፓን፣ ደቡብ ኮርያ ኣብ ልዕሊ ኢራን ኣብ ዝግበር ኲናት ክሕግዛ ዘይምኽኣለን፣ ደጊሙ ብተሪር ይነቅፍ ከም ዘሎ እውን ተገሊጹ። እዚ ከምዚ ኢሉ እንከሎ ባይቶ ጸጥታ ኣብ መጻብቦ ሆርሙዝ ንመራኽብ ንምሕላው ድምጺ ክህብ ከም ዝኾነ ተገሊጹ። ባይቶ ጸጥታ ሕቡራት ሃገራት ብኢራን ንመብዛሕትኤን መራኽብ ተዓጽዩ ዝጸንሐ ቀንዲ መሕለፊ ወሽመጥ ዓረብ ክኽፈት ድምጺ ክህብ ከም ዝኾነ ተገሊጹ። ብኻልእ ዜና ፕረዚዳንት ኣሜሪካ ዶናልድ ትራምፕ ሎሚ ናይ መወዳእታን ከቢድ መጥቃዕትን ክወስድ ምዃኑ ድሕሪ ምግላጹ፣ ሰራዊት እስራኤል ኢራናውያን ሎሚ ባቡር ከይጥቀሙ ኣጠንቂቑ ኣሎ። ወተሃደራዊ ሓይሊ እስራኤል ኣብ ወግዓዊ ገጽ ማሕበራዊ መራኸብታቱ ብቋንቋ ፋሪስ ኣብ ዝለጠፎ መልእኽቲ፣ ኣብ ኢራን ዝነብሩ ሰባት ናይ ገዛእ ርእስኹም ድሕነት ብባቡር ካብ ምጉዓዝ ክትቑጠቡ የተሓሳስብ ኢሉ። እቲ መጠንቀቕታ ኣብ መላእ እታ ሃገር ንዝነብሩ ኢራናውያን ምዃኑ ዝገለጸ እቲ ወተሃደራዊ ሓይሊ፣ ክሳብ ኣቋፅራ ኢራን ሰለስተ ፒኤም ኣብ ግብሪ ክፀንሕ ምዃኑ እውን ገሊፁ። እቲ መግለፂ ወሲኹ እውን ኣብ ባቡር ምህላውካ ኣብ ጥቓ ባቡር ምህላውካ ህይወትካ ኣብ ሓደጋ ይወድቕ ኣሎ ዝበለ ኮይኑ እዚ መጠንቀቕታ ሰራዊት እስራኤል ፕሬዝዳንት ኣሜሪካ ዶናልድ ትራምፕ ኣብ መላእ ኢራን ንዝርከብ ሲቪላዊ ትሕተ ቅርፂ ከጥቅዕ ምዃኑ ድሕረ ምፍራሑ ዝወፀ እዩ። ብተወሳኺ እውን ሰራዊት እስራኤል ካብ ኢራን ናብ እስራኤል ዝተተኮሰ ሚሳኤላት ከም ዘምከነ እውን ገሊጹ ኣሎ። እዚ ከምዚ ኢሉ እንከሎ ኣሜሪካውያን ኣብ ኩዌት ኣብ ሓደ ለይቲ ብዝተፈጸመ መጥቃዕቲ ኢራን ከም ዝቖሰሉ ተገሊጹ። ኣብ ኩዌት ዝርከብ መደበር ሓይሊ ኣየር ኣል ሳላም ብዘጋጠመ መጥቃዕቲ ሰበልቦ ነፈርቲ ኢራን ዓሰርተ ሓሙሽተ ኣሜሪካውያን ከም ዝቖሰሉ ሰብ ስልጣን ኣሜሪካን ገሊጾም። መብዛሕትኦም ናብ ስራሕ ቦታ ከም ዝተመለሱ ሓደ በዓል ስልጣን ዝገለጸ ኮይኑ ኣሜሪካን እስራኤልን ብ ዕስራን ሓደ ለካቲት ክልተ ሽሕን ዓሰርተ ሸሞንተን ኣንጻር ኢራን ኲናት ካብ ዝጅምራ ንደሓር ሰለስተ ሚእትን ሰብዓን ሰለስተን ወተሃደራት ኣሜሪካ ከም ዝቖሰሉ ገሊጹ። ካብዚኦም እቶም ሰለስተ ሚእትን ሰላሳን ሓውዮም ናብ ስርሖም ከም እተመለሱን ሓሙሽተ ግን ኣብ ከቢድ መጉዳእቲ ከም ዘለዉ ተገሊጹ ኣሎ። ኣብ ሱዳን ዝተመረጸ ሓድሽ ጀነራል ንብዙሓት የዘራርብ ከምዘሎ ተገሊጹ። ሓላፊ ሰራዊት ሱዳን ዓብዱልፈታሕ ኣልቡርሃን ንኣባል ልኡላዊ ባይቶ ሱዳን ያሲር ኣልዓጣ ሓላፊ ስታፍ ሰራዊት ገይሩ ከም ሸሞ ገሊጹ። ኣልዓጣ ካብ ውድቀት ስርዓት ዑመር ኣልበሽር ጀሚሩ ዓቢ ተራ ተጻወተ ፍሉይ ወተሃደራዊ መኮንን ምንባሩ'ውን ዝሕብር እቲ ናይ ሱዳን መግለጺ፣ ኣባል መሰጋገሪ ወተሃደራዊ ባይቶ ኮይኑ ዘገልገለን ድሒሩ ኣባል ልኡላዊ ባይቶን ተሓጋጋዚ ሓላፊ ሰራዊትን ኮይኑ ምስርሑ'ውን ይፍለጥ። ኣብ ሚያዝያ ክልተ ሽሕ ዕስራን ሰለስተን ኣብ መንጎ ሰራዊት ሱዳንን ናይ RSF ሰራዊት ኣብ ርእሰ ከተማ ካርቱም ግጭት ምስ ተልዓለ፣ ኣልዓጣ ኣብ ኡምዱርማን ዝጸንሐ እንኮ ኣባል ልኡላዊ ቤት ምኽሪ ምዃኑን ኣብ መላእ ግዝኣት ካርቱም ንዝነበራ ሓይልታት ሰራዊት ትእዛዝ የሕልፍ ምንባሩ'ውን ብተወሳኺ ይንገር። ጀነራል ኣልቡርሃን ንጀነራል መሓመድ ዑስማን ኣልሑሴን ካብ ናይ ሓለቓ ስታፍ መዝነቱ ብምስጓግ ነቲ ሓድሽ ወተሃደራዊ መራሒ ቦታ ከም ዝሃበዎን ዝሕበር ኮይኑ፣ ሌተናል ጀነራል ካብ ክልተ ሽሕ ዓሰርተ ትሽዓተ ኣትሒዙ ሓለቓ ስታፍ ሰራዊት ኮይኑ ምጽንሑ'ውን ይሕበር። ካብዚ ብተወሳኺ'ውን ኣብ ደቡባዊ ሱዳን ዞባ ዋይት ናይል ዝርከብ ሆስፒታል ኣል-ጃባላይን ብሰበልቦ ነፈርቲ ብዝተፈጸመ መጥቃዕቲ ክልተ ሓካይም ዝርከብዎም ዓሰርተ ክልተ ሰባት ከም ዝሞቱ ተገሊጹ'ሎ። ነዳዲ ናብ ኢትዮጵያ ይኣቱ ከምዘሎ ተገሊጹ። ኢትዮጵያ ብወደብ ጅቡቲ ብብዝሒ ነዳዲ ተእቱ ከምዘላ ገሊጻ። እታ ሃገር ብሰንኪ ኲናት ኢራን ኣብ መጻብቦ ሆርሙዝ ተዓጽዩ ዝጸንሐ ነዳዲ ናብ ኢትዮጵያ ከብል ዕድል ከምዝረኸበ ንምንጋር ነዳዲ ዝጸዓና መራኽብ ናብ ኢትዮጵያ ከምዝተበገሳ ገሊጻ ኣላ። እዚ ከምዚ ኢሉ እንከሎ ግብጺ ንኢትዮጵያ ተጠንቅቕ ከምዘላ ዝግለጽ ዘሎ ኮይኑ ፕሬዝዳንት እታ ሃገር ዓብዱልፈታሕ ኣልሲሲ ትማሊ ኣብ ዝሃቦ መግለጺ፣ ኢትዮጵያ ኣብ ኣጠቓቕማ ማይ ኒል ምስ ግብጺ ክትሰማማዕ ክትግደድ ጸዊዑ ኣሎ። እቲ ፕረዚዳንት፣ ህዝቢ ግብጺ ቴስዓን ሸውዓተ ሚእታዊት ጽሩይ ማይ ኣብ ፈለግ ኒል ከም ዝረክብ ብምሕባር፣ ኒል ማለት ንግብጻውያን ህይወት ምዃኑ፣ ኢትዮጵያ ነቲ መግለጺታት ሸለል ትብሎ ከም ዘላ'ውን ብተወሳኺ ሓቢሩ'ሎ።

ክቡራት ተኸታተልተ ንሎሚ ዝተዳለወ ዜና ነዚ ይመስል ኣብ ዝቕጽሉ ዝፍነው ዜናታት ብቐዳምነት ክበጽሐኩም ሳብስክራይብ ዘይገበርኩም ሳብስክራይብ ንኽትገብሩ ብኸብሪ ንዕድመኩም